ቃወሰ ይግበር ክቃወሰ ይግበር ክቃወሰ ይግበር ድጎሰሰ
ቃወሰ ይግበር እወ እዚ እትሪእዎ ዘለኹም ሓንቲ ሓፍትና ኣብ ደገ ትርከብ ዝኣዘዘቶ ናይ ፈርኒቸር ኣቑሑ ነይሩ እሱ እውን ብደንቢ ጥንቅቕ ኣቢልና ሰሪሕና ናብ ከተማ ኣፅቢ ልኢኽናዩን ኢና ናይታ ሓፍትና ወለዲ እውን ከም ትሪእዎም ኣለኹም ብጣዕሚ ደስ ኢልዎም ትራሕና ጽቡቕ ምስክርነት ንታ ሓፍትና እውን ምረቓ ዓዲሎማ ነዮ ማለት እዩ ስለዚ ከምዚ ዓይነት ነገር ጌርኹም ወለድኹም ንምሕጓስ እትደልዩ እዚ ኣዳልዩሉ ኣለኹ ናይ ሎማዓንቲ ናይ ፈርኒቸር ኣቑሑ ዋጋታት እስካብ መወዳእታ ተኸታተሉኒ ጽቡቕ ነገር ረኺብኩም እስኹም እውን ታራኹም በፂሑ ንወለድኹም እተሐጉስሉ ሰዓት ክኾን እዩ ሎማዓንቲ ማለት እዩ ስለዚ ንሞዓንቲ ካብ መጀመርያ ስካዕ መወዳእታ ነሉ ሓንቲ ከየምለጠትኩም ተኸታተሉኒ ላይክ ሼር ሰብስክራይብ ምግባርኩም ነለ ከይትርስዑ ብጣዕሚ ሰብስክራይብ ለናገርኹም ይኹም ብጣዕሚ እየ ለመስግን ሸውዓተ ሽሒ ሓደ ሚእቲ ሰላሳይ ኣርባዕተ ይበፅሕናን ኢና ኣብ ናጋ ኣብ ቀፃሊ ሰሙናት ለለ ቀጥታ ሸሞንተ ሽሕ ኣቲና ቶሎ ኢልና ንቻናል ሰይ ናዕብና ክንኸድ ኢና ስለዚ እስከ ሓዚ ለይገርኹም ሰባት ተሃሊኹም ሰብስክራይብ ምግባርኹም ከይትርስዑ ቀጥታ ናብ ፕሮግራምና ንሓሊፍና ከዚ ንቐፅል ስለዚ እዛ ሓፍትና እዚኣ ኣዚዛቶም ካብ እነበሩ ኣቑሑ ንርኢ ዘለና ሶፋ፣ ናይ ኣቑሑ ናይ ማእኸል ጠረጴዛ፣ ቲቪ ስታንድ እና እውን ዓራት እዮም ነይሮም። ካልኦት እውን ብተወሳኺ ዝኣዘዘቶም ኣቑሑ ነይሩ ከምኒ ቲቪ፣ ፍርናሽ፣ ካልኦት ካልኦት ነገራት ነይሮም። ግን ካብ ፈርኒቸር ኣቑሑ ግና እዚኦም እዮም ነይሮም ማለት እዩ። ስለዚ እዚኣቶም ብክንደይ ዋጋ መሰረት ተገይሮም እዮም ተሰሪሖም ልብል ድማ ብዝርዝር ንረ ስለዚ እዚ ዋጋ እዚ ክነግረኩም እሞ ሉሉ ነገራት ኸስ ከዓ እንደ ይበፅሕ ወይ ድማ ስኹም ተሓስዎ ነርኹም ዋጋና ሀዚ ነግረኩም ዋጋ ሃንደ የም ለሎ ምፍላጥ ትኽእሉ ኢኹም ማለት እዩ ስልከይ እውን ኣብ ኮሜንት ከቕምጠልኩም ኢና እዞም ፈርኒቸር ዝስርሑ ሰባት ስልኪ ኣብ ኮሜንት ከቕምጠልኩም እየ ደዊልኹም ብዋትሳፕ ኢሞ ቴሌግራም ዝተፈላለዩ ማሕበራዊ ሚድያ ተጠቂምኹም ምርካብ ትኽእልዎም ኢኹም ትነጋገሩ ትደራደሩ ደስ ዝብል ዋጋ ረኺኹም ነውዳእ መስለ ኣብ ቀረባና ይመፅእ ኣሎ ፋሲካ ይመፀና ኣሎ ሙስሊም ለለኸ ንሕዋት የለለ ከዝለ በዓል እን ይመፅእ ኣሎ ረመዳን ማለት እዩ ስለዚ ዝተፈላለዩ ሰባት ላለኹም ኣብ ዝኾነ ሰዓት በዓል ይመፀና ስለለሎ ሰብ ከይበዛሓ ትልኢልኹም ዘለለዋ ኣቑሑ ልለያኹም ኣዚዝኹም ምብፃሕ ትኽእሉ ኢኹም ወይ ድማ ምስራሕ ትኽእሉ ኢኹም ማለት እዩ ስለዚ ናብዚ ዋጋ ቀጥታ ክሕልፈኩም እዩ ከዚ እስካዕ ክንደይ ይስራሕ ኣሎ ንብል ድማ ምርኣይ ንቐፅል ማለት እዩ እዚ ካብ ሶፋ ንጀምር ሶፋ ኣብዚ ከዚ ሰዓት ከዚ ንኣብነት ኤሊ ሼፕ ተኮይኑ ኤሊ ሼፕ ዋጉ ካብ 56 ሽሕ ክሳብ 60 ሽሕ እዩ እናተሰርሐ ዝርከብ ዋጋ ብጣዕሚ ፌር ፌር ካብ ዝበሃል ዋጋታት እዩ እዚ ማለት ንኩሉ ለማእኸሊ ዋጋ ወፂኡ ኣብዚ ሚድያ ይመሓላለፍ ለሎ ኣብ ካልኦት ክውስኽ ወይ ድማ ክብል ይኽእል እዩ ግን ኣብዚ ከሰዓት ግን ማእኸላይ ብደንቢ ብጥራት ብፅሪ ተሰሪሑ ልሽወጥለሉ ዋጋ ከ56 ሽሕ ክሳብ 60 ሽሕ እዩ ኤሊ ሼፕ ሶፋ ከምዚኦም ነሉ ማለት እዩ እዚኦም ብጣዕሚ ዝተመጣጠነ ዋጋ ዝበሃል እዩ ኣብዚ ከሰዓት እናተሰርሐሉ ዝርከብ ማለት እዩ እዚ ማለት ንሚድያ ከቕርቦ ተለኹ ካብ ዝተፈላለዩ ፈርኒቸር ዋጋታት ኣፅኒዓ እያ መሪፀ ለስርሓና ስለዚ ዝሓፍትና እውን ተሰሪሕ ላለሉ ዋጋ ካብ 56 ሻሕ ክሳብ 60 ሻሕ ኣብ ዘሎ ዋጋ እዩ ቆንጆ ዝበሃል ኤሊ ሼፕ ሶፋ ማለት እዩ ኣብዚ ኸዚ ሰዓት እምበር እስካብ 80 ቴስዓ ሚእቲ ዝበፅሑ ሽሕ እውን ዋጋታት ሶፋ እኒው እዮም እዚ ማለት ግን ዕብ ደሉ ብጣዕሚ ንብዙሕ ሰብ ከፍ ከብል ዝኽእል ናይ ሶፋ ዓይነት ዲዛይን እውን ፍልይ ዝበለ ኮይኑ እስካ ሕንድኡ ከፅሕ ይኽእል እዩ ግን ከምዚኦም ዝበሉ ኤሊ ሼፕ ሶፋ ግን እኹላት ስለዝኾኑ ኣብዚ ኸዚ ሰዓት ንገጠራት ክኾን ይኽእል እዩ ንከተማ እውን ሓሪፍ ዝበሃል ኣብዚ ኸዚ ሰዓት ሰብ እናስርሖም ይርከቡ ከምዚ ዓይነት ሶፋ እዩ ማለት እዩ ዋግኦም ድማ 56 ሽሕ ክሳብ 60 ሽሕ ኣብ ለሎ ዋጋ እናተሰርሑ ይርከቡ ማለት እዩ ስለዚ ናብ ሶፋ ካብ ረእና ድማ ቀፂልና ድማ ንሪኦ ዓራት እዩ ዓራት ኸ ክንደይ እኒኦ ክንደይ ይሽወጥሉ ወይ ድማ ይስራሐሉ ልብል ድማ ዓራት ሜትሮ 50 ኸዚ ንኣብነት እስካብ 25 ሽሕ እናተሰርሐ ይርከብ ዓራት ብጣውላ ማለት እዩ ከምዚ ሓፍትና ኣስሪሓቱን እያ ብጣውላ ትኮይኑ እስካብ 25 ሽሕ እዩ እናተሰርሐ ድርከብ ስፖንጅ ዝተሓወሱ ትኮይኑ ኣብ ንኣብነት ስፖንጅ ማለት እዚ ማለት እዩ ስፖንጅ ዝተሓወሶ ተኮይኑ ዓራት ግን እስካብ 35 ሽሕ እዩ ዝስራሕ ለሎ ማለት እዩ ኣብዚኣ ብደንብ ተተኮር ነይኩም ከድኩም ካብ ድሓረ ምጫጫቅ ንኡለ ካብ ዋጋ ድሓረ ለይኮን ነገር ምንጋር ኣብዚኣ ዋጋ ጸሪኹም ኢኹም ትነጋገሩ ማለት እዩ ስለዚ ብስፖንጅ ዝተሓወሶ ዓራት ኮይኑ እስካብ 35 ሽሕ እናተሰርሐ ይርከብ ብኖርማል ጣውላ ዓራት ኮይኑ ግን እስካብ 25 ሽሕ እናተሰርሐ ይርከብ ማለት እዩ እዚ ናይ ዓራት ዋጋ እዚ ካብ ርእና ቀፂልና ድማ ናይ ዳቁሑ ዋጋ ክንዲ የምለሎ ንረኣ ዳቁሑ ለለ ከምዚ ሓፍትና ስሪሓቱ እዚ መብራህቲ ዘለዎ ናውዓሉ ብደንቢ ቆንጆ ዝበሃል ዳቁሑ እዩ ከለሩለ ብጣዕሚ ደስ በሃሊ ከም ትሪእዎ ኣለኹም ዋጉ እስካብ 25 ሽሕ እዚ እውን እናተሰርሐ ይርከብ ዳቁሑ ማለት እዩ እስካብ 25 ሽሕ እዩ ተሰሪሑ ይሽወጥ ለሎ ብዚ መሰረት እውን ትረኽቡ ትኽእሉ ኢኹም ቁምሳጥን ከ ክንዲ ንኡ ልብል ደማ ንርኣ ቁምሳጥን ናይ ደ ክዳውንቲ ማለት እዩ ቁምሳጥን ክዳውንቲ ነምጠሉ በዓል ሰለስተ ተኸፋቲ ኣብ ዝኸ ሰዓት ህንዲ ንኡ ልብል ደማ ንርኢ ዘለና ብርግፅ ብዓቐን እዩ ዝስራሕ ዳይ ናይ ቁምሳጥን ተይልና ግን ሰለስተ ተኸፋቲ ስለ ልብልና ዋግኡ ካብ 17 ሽሕ ጀሚሩ ክሳብ 26 ሽሕ ኣብ ልሎ እንዳተሰርሐ ይርከብ እሱ ከከም ደረጃ እዩ ዋጋ ኣፈላለዩ ኒኹ ብጣዕሚ ከከም ደረጃ ናብ ዓሉ ዝኾነ መፈላለዩ ዋጋ ስለለለዎ እዩ ካብ 17,000 ጀሚሩ ክሳብ 26,000 ብለሎ ብዝተፈላለዩ ዲዛይናት መማረፂ ባዕሉ ከማርፀኩም እዩ ዝዳ ፈርኒቸር ዝሰርሕ ሰብ ክልእኸልኩም እዩ ካብ 17,000 ግን እስካብ 26,000 ብለሎ ግን ቆንጆ ዝበሃል ቁምሳጥን ተሰሪሕልኹም ክባሃወኩም ይኽእል እዩ ማለት እዩ ብዙ ዋጋ ዝውን ክትረኽብዎ ትኽእሉ ኢኹም ስለዚ ቁምሳጥን ብዚኣ መሰረት ካብ ዓጸና ናይ ሰለስተ ተኸፋቲ ዋጋ እዚኣ ትመስል። ናይ ቲቪ ስታንድ ከ ክንደይ እንዲኡ ንብል ድማ ንርኣ። ቲቪ ስታንድ ኣብዚ ከ ሰዓት ናይ ቲቪ መቐመጢ ግድን ስለ ዝኾነ ቲቪ ገዚእና ክኾን ይኽእል እዩ ንነበረና ቲቪ ዋላ ንጥቀም እንተለና ካብ ኣብ መንደቕ ምስቃል ንባዕል ዝኾነ ፍሉይ ዝኾነ መልክዕ ንፈጥሮ እንተደሊና ኣብዚ ከ ሰዓት ካብ 8000 ጀሚሩ ካብ 7500 ጀሚሩ ይቅርታ ካብ 7500 ጀሚሩ እስካብ ሸሞንተ ሽሕ ኣብ ለሉ ዋጋ እናተሰራሓ ጌርካ ማለት እዩ ቲቪ ስታንድ ቲቪ ስታንድ ቆንጆ ዝኾነ ቲቪ ስታንድ ካብ ሸውዓተ ሽሕ ሓሙሽተ ሚእቲ ክሳብ ሸሞንተ ሽሕ ኣብ ለለዉ ዋጋ ምርካብ ንኽእሉ ኢና ናይ ማእኸል ጠረጴዛ ከ ከንደይ እኒኦሉ ድማ ንርኣ ናይ ማእኸል ጠረጴዛ ብዝኸ ሰዓት ሶፋ ንሰርሕ ተለና ናይ ማእኸል ጠረጴዛ ግድን ምጥቃም ስለለለና ማለት እዩ ዋግኡ እሱ እውን ከም ቲቪ ስታንድ ተመሳሳሊ እዩ ካብ ሸውዓተ ሽሕ ሓሙሽተ ሚእቲ ጀሚሩ ክሳብ ሸሞንተ ሽሕ እሱ እውን ክንረኽቦ ንኽእል ኢና ቆንጆ ዝኾነ ናይ ማእኸል ጠረጴዛ ንምስራሕ ተደልና ብዙ ዋጋ እሱ ክነስርሖ ንኽእል ኢና ካብ ሸውዓተ ሽሕ ሓሙሽተ ሚእቲ ክሳብ ሸሞንተ ሽሕ ከም ቲቪ ስታንድ መዓረ ዝኾነ ዋጋ ተመሳሳሊ እዩ ብዋጋ ክነስርሕ ንኽእል ኢና ማለት እዩ እዚ እንታይ እዩ ማእኸል ጠረጴዛ እና ቲቪ ስታንድ ተመሳሳሊ ዋጎ ማለት እዩ ናይ ኪችን ካቢኔትኻ ክንደይ እኒኦ ልብል ድማ እሱ ኪችን ካቢኔት ኣብዚኣ ዋጋ ክናገር ይኽእል ምክንያቱ ብልሓለፈ ዋጋ ተናጊረ ነይረ ብዙሓት ሰባት ብውሽጢ መስመር ጠየኹምኒ ከከም ዓቐኑ ይፈላለዩ ብርግፅ ኣብዚ ክነግርኩም ደሊ ብዓቐኑ ይፈላለ ስለዝኾነ ዋጋ ንምውፃእ ብጣዕሚ መፀገሚ ክንዲዚ ኢልካና ነርካ መበል ስለዝኾነ ብውሽጢ መስመር ከተስርሑ ትደልዩ ብውሽጢ መስመር ጠይቑ እሞ ልመረፅኹማ ዲዛይን ተሃልያ ወይ ድማ መማረፂ ንልእኾልኹም ኢና ብታ መማርፅ መሰረት ንመረፅኹማ ብኣ መሰረት ዓቐና ተነጊራትኩም ዋጋ እያ ትወፀልኹም ማለት እዩ እምበር ዋጋ ንምንጋር ኣብዚ ብጣዕሚ መፀገሚ ብውሽጢ መስመር መፂኻ ክንዲዚ ነይሩ እዩ ተዋሂሉ ነይሩ መበል ስለዝኾነ ብውሽጢ መስመር መፂኹም ጠይቑኒ ማለት እዩ ስለዚ ናይ ኪችን ካቢኔት እስካ ወዳእና ዳይኒንግ ቴብልካ ክንደይ ድብል ድማ ንርኢ ተለና ዳይኒንግ ቴብል ማለት መብልዕ ምግቢ ማለት እዩ ክንዲ ንኡልል ድማ ንርኢ ተለና እሱ ንሽዱሽተ ሰብ ከፍ ከብል ዝኸል ከም ትሪእዎ ኣለኹም እዚ ንሽዱሽተ ሰብ ከፍ ከብል ዝኸል እዩ ዋጉ እስካብ 57 ሽሕ ኣብዚ ሰዓት እናተሰርሐ ይርከብ ዳይኒንግ ቴብል መብልዕ ምግቢ እስካብ ንሽዱሽተ ሰብ ከፍ ከብል ዝኸል ካብ 57 ሽሕ እናተሰርሐ ይርከብ ማለት እዩ ስለዚ እዚ መስል እዚ ዋጋ እዚ ለሎ ዝሓደኮ ነገር የብለይ ከም ተናገርኮ ትኮይኑ ናይ ሶፋ ዓራት፣ ቁምሳጥን እንዳ ኣቑሑ፣ ናይ ቲቪ ስታንድ፣ ናይ ማእኸል ጠረጴዛ፣ ኪችን ካቢኔት፣ ዳይኒንግ ቴብል እትፈላለዩ እዚ ኩሉ ነጊረኩም እኒኹ ዋጋ ብዚኣ መሰረት ኢኹም ትናገሩ ተለኹም ወይ ድማ ንዚ ሓውና ተማኽርዎ ተለኹም ብዚኣ መሰረት ዋጋ ተላዒልኹም ኢኹም ትናገሩ እምበር ለየለ ነገር ካብ ካሊእ ካብ ዝልተናገርኩ ወፃእ ወፂኹም ንኡ ትናገሩ ተለኹም ንዓይ የለ ተመልሱ ካሊእ ነገር ሰልብለኒ ኣሎ እስኹም ትናገሩ ተለኹም ብዛል ተናገርኳ መሰረት ኢኹም ተላዕልኹም ትደራደሩ ዘለኩም ዋጋ ማለት እዩ እምበር ኣብ ካሊእ ቦታ ዝሰማዕኹሞ መፅኹም ንኡ ትናገሩ ተለኹም እሱ እውን ሓድሽ ነገር ስለዝኾነ ኣሎ ጭቐጭቕ ከይፍጠር ከምዚ ኣገርኹም ብዛ መሰረት እዚኣ ተናገርኹዋ ኢልኹም ኢኹም ተላዕልኹም ነቲ ሓውና ትናገርዎ ማለት እዩ ስለዚ ክተስርሑ ዝሓሰኹም ሰባት መልካም ስራሕ ናበልኹ ደስ ዝብል ነገር ሰሪሕኹም ናብ ንቤተሰብኹም ተሓጉስሉ ንዓኹም ለለ ወይ ድማ ንባዕልኹም ለሰሪሕኹም ተቐምጡ ትደል ሰባት ለለ ደስ ዝብል ነገር ከም ትረኹ ኣይጠራጠሪ ፅቡቕ ነገር ሰሪሕና ኢና ሽም ነትርፍ ንደሊ እምበር ብቕርሺ ሰትዩ ክጠፍእ ንኽእል ነገር ስለዝኾነ ኣሕና ግን ሽም ተትሪፍና ፅቡቕ ነገር ስራሕ ተሰሪሕና ካልኦት ሰባት ሒዝኩም ትመፁ ኣዕርኽትኹም እትፈላለዩ ወይ ትፈልጥዎ ሰብ ተሃልለ ሒዝኩም ንምምፃእ ክሕግዘኩም እዩ ኣሕናለ እሱ ኢና ደሊና ብዓብዩ ሽም ተትሪፍና ፅቡቅ ነገር ተትሪፍና ምሰል ንዓና ካብ ቅርሺ ንላዕሊ ሰልኾነ ብዚ መሰረት ቆንጆ ዝኾነ ብለይ ጥርጥር ምንም ጥርጥር ክሓድረኩም ይብሉ ኣብ ስርሑ ክኾን ይኽእል እዩ ኣብ ነገራት ኩሉ ካብዛ መዓልቲ እውን ኣሕሊፍና ንሰርሖ ነገር የብልና ዕስራ መዓልቲ ተመዲባ ወይ ድማ ዓሰርተ መዓልቲ ተመዲባ ኣብታ መዓልትሳ ተሰሪሓ ስለ ትለኣኽ ምንም ጥርጥር ከይሓድረኩም እዚ ዕዳጋ መቐለ እዩ ጽፉፍ ዝኾነ ስራሕ ጽፉፍ ዝኾነ ዋጋ እናቕረበሉ ቻናል ስለኾነ ኣብ ዋጋ ይኹን ኣብ ምንም ነገር ጥርጥር ከይሓድርኩም እዚ ዕዳጋ መቐለዩ ደጊመ ክነግረኩም እያ ስለዚ ኣብ ቐፃሊ ፕሮግራም ተመልሰ ስከ ኣልመፀኩም ሰላም ንዓኻትኩም ይኹን ላይክ ሽር ሰብስክራይብ ምግባርኩም ለለክ ይትርስዑ ማለት እዩ ደቂ ዓደኝ ቻው